ሰላም ዝኸበርኩምን ዝተፈትኹምን ክቡራት ስድራ ቤት ናይዚ ቻነል ሎማዓንቲ ድማ ነቶም ዝዓበኹም ሓፍትኹም ነቶም ዝነኣስኩም ድማ ኣዴኹም ፀሃይ ሓደ መደብ ሒዘልኩም መፅኣ ኣለኹ እዚ ሒዘ መፅኦ ዘለኹ መደብ ኣዝዩ ኣገዳስን መሃርን ጠቓምን ኢለ ሒዘዮ መጺኤ ዘለኹ እሞ ጽን ኢልኩም ስለ ትሰምዑኒ ካብ ልቢ ከይመስገንኩኹም ክሓልፍ ኣይደልን ክሳብ መወዳእታ ስምዕዎ ኣብ መወዳእታ ውን ጠቓሚ ዝኾነ ሓሳብ ስለ ዘለዎ ክብለኩም እደሊ ሕጂ ግን ሓንቲ ነገር ምልስ ከብለኩም

ልክዕ ከምዚ ክንብሎ ድጸናሕና ከምዚ ክንሰምዖ ድጸናሕና በዛ መዝሙር ህጻናት ንዑ ምሳና ተጻወቱ ተሓጎሱ ተደሰቱ ትብል ማለት እዩ እዚ ናይዚ ቻነል ዕላማ ድማ ሰብ ከሕጎስ ሰብ ክጥዒ እዩ እሞ ሰብ ክንብል ከለና ከኣ ኣብ ንኣሽቱን ኣብ ዓበይትን ዝተመርኮሰ እዩ እምበኣረይ ሎምዓንቲ ከኣ ኣብ መንጎ ውሉድን ወላድን ሰብኣይን ሰበይትን ኣብ ዓበይትን ኣብ ንኣሽቱን ዘጋጥም ዘሎ ከጋጥም ዝኽእልን ሓቢርና ክንርእዮ ኢና። ሕጂ ናብቲ ሓሳብ ከብለኩም። ሎማዓንቲ ኣምጺእናዮ ዘለና ሓሳብ ከም መዘራረቢ ዛዕባ ድማ ኣደይ ሃደይ ወይ ከኣ ኣደይደይ ዝብል እዩ። እዚ እንታይ እዩ? እዚ ኣብ ዓብን ኣብ ንእሽቶን ዝረኣ ኮይኑ እንታይ ምልክታት ንርእየሉ? ከምዚ ዓይነት ዘለዎ ዓቢ ሰብ ክኾን ይኽእል፣ ንእሽተይ ክኾን ይኽእል፣ እንታይ ዓይነት ምልክታት ንርእየሉ? ዝብል ድማ ናብኡ ከብለኩም እየ ሕጂ። እዚ ከምዚ ዓይነት ሓደ ሰብ ቆልዓ ይኹን ዓቢ ብዘየገድስ ኣደይ ሃደይ ወይ ከዓ ኣደይ ደይ እንተደኣ ኣልዎ ኮይኑ ጸገማት ናይ ኣቓርቦ ብቐሊሉ ትኹረትካ ምዝንባል፣ ነገራት ምርሳዕ፣ ልዕሊ ዓቐን ምንቅስቓስ፣ ዕረፍቲ ዘይምህላው፣ ሪጋኻ ዘይምጽባይ፣ ክትሓትት ዲኻ ደሊኻ፣ ክትምልስ ዲኻ ደሊኻ፣ ክትዛረብ ዲኻ ደሊኻ፣ ሪጋኻ ዘይምጽባይ፣ ከምዚኦም ዋላ እውን ስቕ ኢልካ ኮፍ ዘይምባል ወይ ዕጢጢ ምባል ወይ ብዙሕ ምንቅስቓስ ኣብቲ ዘለኻዮ ቦታ ኾንካ ውን ህድእ ኢልካ ኮፍ ዘይምባል ከምዚታት ይርእ እምበኣረይክስ ኣደይ ሃደይ ኣደይ ደይ ኣብ ዓብን ኣብ ንእሽቶን ዝርእ እዩ ካብ በልናዮ ምልክታቶም ድማ ከምዚኦም እዮም ካብ በልናዮ ከመይ ጌርና ኢና ክንገጥሞም ዘለና መጀመርያ ሕጂ ኣብ ገዛ እዩ ክኸውን እቲ ኣድህቦይ ወይ ከኣ እቲ ንዛረበሉ። መጀመርያ ኣብ ገዛ ነዚኣቶም ከመይ ጌርና ንግጥሞ ዝብል ክንርኢ ኢና። እምበኣር እየ ከስናኡ ከብለኩም። ከመይ ጌርና ንግጥሞም ንዝብል ኣብ ገዛ ሕጊ ክህልወና ኣለዎ፣ መደብ ክህልወና ኣለዎ። ንኣብነት ግሉጽ ድኾነ መዓልታዊ ፕሮግራምና ኣብኡ ድማ ኣጽኒዕና ክንሕዞ ክንክእል ኣለና ንኣብነት ኣብ ግዜ ሰዓት ክንደይ ክትስእ ኣለዎ ሰዓት ክንደይ ነብሱ ክሕጸብ ኣለዎ ሰዓት ክንደይ ክቆርስ ኣለዎ ሰዓት ክንደይ ንትምህርቲ ክኸይድ ኣለዎ ሰዓት ክንደይ ዕዮ ገዛ ክሰርሕ ኣለዎ ሰዓት ክንደይ ክድቅስ ኣለዎ፣ ሰዓት ክንደይ ቴለፎና ወይ ቴለፎኑ ክረክብ ኣለዎ፣ ናብ ወለዲ ማለት እዩ። ዋላ ናይ ወለዲ ቴለፎን እውን ሰዓት ክንደይ ክትጠፍእ ኣለዋ። ቴለፎን ስቲል ጌርካያ ካባኻ ኣርሒቕካያ። እዚ ከም መደብ መጀመርያ ክንሕዞ ኣለና። እዚ እቲ ቀዳማይ ኣብ ገዛ ክግበር ዝግብኦ እዩ ምስ ከምዚኦም ዓይነት ሰባት። ካልኣይ ድማ ዝኾነ ስራሕ ወይ ዕዮ ምሃብ ነቲ ዝሃብካዮ ዕዮ ሓጺር ክኾን ኣለዎ፣ ደሓር ድማ ግሉጽ ክኾን ኣለዎ። ብግሉጽነት ከተረድኦ ክትፍትን ኣለካ። ከምዚ ክትገብር ኣለካ ኢልካ ድማ ክትነግሮ ኣለካ። ምስቲ ዕዮ ገዛ ትህቦ ዘለኻ ከምዚ ክዕየ ኣለዎ ትብል ተኾንካ ኣብቲ ሽዑ ግዜ ድማ መሊስካ ክትገልጸሉ ይግብኣካ። ንኣብነት እንተደኣ ትምህርቲ ክኸይድ ኮይኑ ቦርስኡ ኣበይ እዩ ክገብራ ኩሉ ግዜ? እዚ እውን ክንነግሮ ኣለና። መጽሓፍቱ ኣበይ ይቕመጥ፣ ቦርስኡ ኣበይ ይቕመጥ፣ ኩሉ ድማ ኣብ ሓደ ቦታ መቐመጢኡ ድማ ኣብ ሓደ ቦታ ክኾን ኣለዎ። እንተ ደኣ ንኣብነት ጃኬት ኣብ ታሕቲ ትስቀል ኮይና ኣብ ታሕቲ ክስቀል ኣለዎ። ናይ እንዳ ጫማ መቐመጢ ተልዩ ኣብ እንዳ ጫማ ክኸውን ኣለዎ ማለት እዩ። ኣብ ዝግብኦ ቦታ ክኸውን ኣለዎ። ነዚ ድማ ከተርእዮ ኣለካ። ኣብቲ ሳልሳይ ድማ ነቲ ዝገብሮ ነገር ጽቡቕ ክትታባብዖ ኣለካ። ብህያብ ክኸውን ይኽእል እዩ፣ ግን ህያብ ኩሉ ግዜ ክንህብ ኣይንኽእልን ኢና። ካብ ህያብ ንላዕሊ እውን ጽቡቕ ጌርካ ጽቡቕ ጌርኪ ከከም ዕድሜኦም ማለት እዩ። ንእሽተይ ተኾይኑ ሕቑፍ ኣቢልና ዓቢ ተኾይኑ ከዓ በቲ ማለት ሕጂ ዓበይቲ ተኾይኖም መብዛሕትኦም ክትሓቑፍሎም ኣይደልዩን እዮም። ስለዚ ከምቲ ዝግባእ በብዕድሚኦም እንዳረኣና ግን ከነታባብዖም ክንክእል ከም ዘለና በቲ ንኽእሎ በቲ ዘሎ ማለት እዩ ክብል እደሊ ብድሕሪኡ ድማ ኣብ ጌጋ ዝፍጸመሉ ነገር ቆልዓ ቆልዓ ምዃኑ ኣይንረስዕ ዋላ ዓብ እውን እንተኾነ ዓብ እውን እንተ ከምዚ ዓይነት ምዃኑ ፈሊጥናዮ ክጋገ ይኽእል እዩ ምክንያቱ ስለ ዝህውኽ ሪግኡ ስለ ዘይፅበ ማለት እዩ ዝኾነ ነገር ቀልጢፉ ክገብሮ ኣብ ተግባር ክገብሮ ወይ ክዛረቦ ስለ ዝግደድ በቲ ዘለዎ ናይ ውሽጢ ድፍኢት ነዚ እውን ቀስ ኢልና ክንእርሞ ክንክእል ኣለና። ብሕርቃን ወይ ከኣ ብቆይቋ ብሆሆ ዘይኮነ እንተ ክኢልና ይርደኣኒ እዩ ከም ሰብ ጌጋ እንተ ደኣ ተፈጺሙ ቀስ ክትብል ኣይትኽእልን ኢኻ ጌጋ ስለ ዝኾነ ንስኻ እውን እቲ ትህቦ ግብረ መልሲ ብሕርቃንን ብቁጥዕን ክኸውን ይኽእል እዩ ግን ብዝተኽኣለ መጠን እዚ እውን ብዝተኽኣለ መጠን ቀስ ኢልና ነቲ ጌጋ ክንእርሞ ክንፍትን ኣለና። ምርሳዕ ብዙሕ ዘጋጥም ኢልና ኣለና። ስለዚ ነገራት ክንደጋግም ክንግደድ ኢና። ነቲ ነውጽኦ ፕላን ኣውጺእናዮ ኣለና፣ መደብ ተታሒዙ ኣሎ፣ ኣብ ቦርድ ድዩ ኣብ ፍርጅ ድዩ ኣብቲ ኩሉ ግዜ ክረእ ዝኽእል ክሪኦ ዝኽእል ወይ ኣብ መደቀሲ እዩ ድዩ ኣብ ማዕጽኡ ድዩ ኩሉ ተጠቂዑ ኣሎ። ግን ክንደጋግም ከኣ ይግብኣና እዩ። ምክንያቱ ምርሳዕ ኢልና ኣለና። ምርሳዕ ስለ ዘሎ ምርሳዕ እንተ ሃልዩ እንተ እቲ ኣቓልቦኻ ምዝንባል ሃልዩ እቲ ስኻ ክትዛርብ ከለኻ እቲ ኣቓልቦ ኣብ ካልእ ነይሩ ክኸውን ስለ ዝኽእል ነዚ ድማ ምድግጋማት ከድልየና እዩ ማለት እዩ ሕጂ እዚ ኣብ ገዛ ክንገብሮ ዝግብኣና ብድሕሪኡ ኣብ ገዛ ኮፍ ክብል ከሎ ድማ ሓፂር ነገር ንህቦ ኢልና ኢና ሓፂርን ፅሩይን ዝኾነ ሓበሬታ ክንህብ ከም ዘለና ክንገብር ከም ዘለና ተዘራሪብና ኢና ንኣብነት ምንባብ ክኾን ይኽእል እዩ መፅሓፍ ምንባብ እዚ ኣብዚ ደርዲረዮ ዘለኹ ኩሉ መፅሓፍ ምንባብ ክኾን ይኽእል እዩ እቲ መፅሓፍ ግን እቲ ላዕሉ ጥራይ ዘይኮነ ፅቡቅ ክኾን ደሎ ኣብ ውሽጡ እንታይ ትሕዝቶ ኣለዎ ነቲ ቆልዓ ንዕኡ ዝኸውን ድዩ ብሓንሳብ ከድና እውን እንታይ ዓይነት መፅሓፍ ደስ ይብለካ ኢልና መፅሓፍ ክንገዝእ እውን ንኽእል ኢና ኩሎ መፅሓፍቲ ክንገዝኦም እንተዘይከኣልና እውን ኣብ እንዳ መፅሓፍቲ ከይድና ናይ ቆልዑት ክልተ ቅርሽን ሓምሳን ከፊልና ክልተ ኢሮን ሓምሳን ከፊልና ክሳብ ዓሰርተ ሸሞንተ ዕድሚኦም ዝኾኑ ብነጻ መጽሓፍቲ ክንልቅሓሎም ንኽእል ኢና። ድሕሪ ሰለስተ ሰሙን ኣብ ግዜኡ ንመልሶ። እንተ ዘይተወድእ እውን ከነናውሖ ንኽእል ኢና። ካልእ እዚ ከምዚ እዚ ከምዚ ገይሮም ኮፍ ኢሎም ዝጻወቱሉ ሓንሳብ ሓንሳብ ክስታዮም ክቕይሮም ዝኽእል ማለት እዩ። እዚ ንኣብነት ምስ ስድራ ቤት ኮንካ ብሓንሳብ ትጻወተሉ እዩ እዚ መጻወቲ እዚ። እዚ መፃወቲ እዚ ከምዚ ጌርና መፃወቲ እውን እዚ ከነዳልወሎም ንኽእል ክንቅርበሎም ንኽእል ማለት እዩ እዚ ሚሞሪ እዚ ሚሞሪ ሚሞሪ እዚ ትሪእዎ ዘለኹም ሚሞሪ እዚ ክልተ ሓደ ዓይነት እዩ ክልተ ሓደ ዓይነት ህድእ ንኽብሉ ዕርፍ ንኽብሉ እዚ ድማ ይሕግዝ ማለት እዩ ክልተ ሓደ ዓይነት ብሓንሳብኩም ከ ኢኻ ትፃወትሉ ናይ እንስሳ ዘቤት ክኾን ይኽእል፣ ናይ እንስሳ ዘገዳም ክኾን ይኽእል፣ ብዝተፈላለየ ማለት እዩ። ገለ እውን ኣሎ እዚ ናይ ካርቶኒ ንኣሽቱ ክኸውን ኣለዎ ኢልና ኢና ክበዝሕ የብሉን። እዚ እውን ኣሎ ከምዚ እውን ኣሎ ከምዚ እውን ኣሎ ንኣብነት እኦም ዳእዎ እዚ ሕጂ ርዕዎ ክልቲኡ እዚ ሕጂ ከምዚ ገይረ ከርእኩም እዚ ሕጂ ርዕዎ ክልቲኡ ሓደ ዓይነት እዩ። ክልተ ሰብ ኮፍ ኢልካ ማለት እዩ ግዜ ሂብካ ግዜ የድልዮም እዩ ኣገዳስ ተገድሶ ግዜ የድልዮም እዩ ብጣዕሚ ክንግደስ ኣለና ንዕኦም ንህቦ ግዜ እቲ ምስትውዓልና ኩሉ ነገርና ኮይኑ ማለት እዩ እዚ እንዳገበርካ ክትፃወቱ ትኽእል እዚ ንባዕሉ እዚ እውን ሚሞሪ እዩ ንባዕሉ እዚ እውን ካርታ እዩ ፅሑፋት ኣለዎ ሰ ሰለስተ መስመር ኣርባዕተ መስመር እንዳንበብካ እዚ እውን እንስሳ ዘቤት እንስሳ ዘገዳም ዘለዎ እዚ እውን ልክዕ ከምኡ ሜሞሪ እዩ ሜሞሪ እዩ እዚ እውን ኣብዚ ንህለ እዚ ኩሉ ንብሎ ዘለና መፃወቲ ኩሉ ክንገዝኦ ኣይንኽእልን ኢና ግን ካብ ስፔሎቴክ ዝበሃል እውን ኣሎ ኣብቲ እንዳ መፅሓፍቲ ምስ ከድና ስፖሌቴክ ዝበሃል እሳቶም እውን መፃወቲ ኣለዎ ካብኦም ን ክንልቃሕ ንኽእል ኢና እዚ ንገዛ ርእሱ እዚ ሕጂ መሃሪ ዝኾነ እዩ በቲ ሰዓት ምርኣይ ይመሃሩ በቲ ድማ ብዙ ዓበይቲ ዘይኮነ ንኣሽቱ ንቆልዑት ዝኸውን እዚታት ከምዚታት ክንገብር ንኽእል እዚ እውን ንህለ እንዳተምሃሩ ድምሃርሉ እቲ ናቶም ምስትውዓል ድማ ክስታይ ዝኾነሉን ማለት እዩ እዚ መፅሓፍ ንእሽቶ ናይ ቆልዑ ፅቡቕ ስእሊ ዘለዎ ደስ ዝብል ስእሊ ስእሊ እንዳረኣዩ ባህ እንዳበሎም ድማ ሓፂር ድማ እቲ ዘንብብዎ ድማ ሓፂር ምዕራፋት ማለት እዩ እዚ ድማ ናይ ቃላት እዩ ፊደላት እቲ ፊደልን እዚ እንህለ ንኣብነት ከምዚ ኢሉ ኣሎ እዚ እዚኣ ካብዚኣ ወፅያትና ኣሎ እዚ ከምዚ ኢሉ ኣሎ እዚ ከዓ ኣብዚ ኣሎ ካብዚ እን ፊደላት ኣልዒልካ ኣብዚ ኣበይ ትኣቱ ኣብዚ ኣበይ ትኣቱ ኢልና ንሓቶም ማለት እዩ እዚ ድማ ዳማ እዚ ድማ ዳማ ኣብዚ ንህለ እዚ ድማ ምስ ስድራ ቤታት ኮንካ ግዜ ከተሕልፉን ትኽእላኡ ከለኻ እዚ እዚ ናቱ መፃወቲ ኣለዎ ናናቱ ኣሎ ኣብ ኩሉ መፃወቲታት ነናቱ ወረቐት ኣለዎ እዚታት እዚ እዚ ንገዛ ርእሱ ከምዚ ጌርና እዚ ኣብዚ እንዳእተና ክንፃወት ንኽእል ማለት እዩ እዚ ከምዚ ኮይኑ እዚ ከምዚ ኮይኑ ካልእ ድማ እንታይ ክብል ደልየ ድስእሉሉ ድማ ድስእሉሉ ወዲ ይኹን ጓል ይኹን ትስእሉሉ ነገር ክንገብረላ ኣለና እከ እዛ ወዲ ድሓኒ ከምዚታት እንዳገበርና ድማ ድስእሉሉ ነገር ኣብዚ ድስእሉሉ እንዳሰኣሉ ክስታይ ዝኾኑሉ ማለት እዩ ሕጂ እዚ ኣብ ገዛ ንገብሮ ኢና ያላ ካልእ ከ እንታይ ክንገብር ኣለና ኣብ ትምህርቲ ኣብ ገዛ ከምዚ ጌርና እንተ ደኣ ንሕና ተረዲኡና ኣብ ትምህርቲ ኸ እንታይ ክግበር ኣለዎ ምስ ትምህርቲ ድማ ሕጂ ናብቲ ናይ ገዛ ወዲእና ምሽ ሕጂ ናብ ትምህርቲ ክንከይድ ኢና ኣብ ትምህርቲ እንታይ ክንገብር ኣለና ኣብ ትምህርቲ ድማ ምስ ትምህርቲ ክፉት ዝኾነ ርክብ ክህልወና ኣለዎ ምስቲ ትምህርቲ ክንዘራረብ ክንክእል ኣለና። እቲ ዘጋጥም ደሎ ነገራት ከምዚ የጋጥም ኣሎ እሞ እንታይ ክገብር ከመይ ይሓይሽ ኣብ ገዛ ኣነ ከምዚ እየ ዝገብር ክንብሎም ክንክእል ኣለና። ኣብቲ ትምህርቲ እውን ሓገዝ ንክግብ ምክንያቱ ዋላ ኣብቲ ትምህርቲ እውን ሓገዝ ክግበረሎም እዩ እንተ ተረዲኦሞም እንተ ፈሊጦሞ ማለት እዩ። እዚኣ እውን ረሲዐያ ሶሪ ኣብ ገዛ ከይረሳዕና እዚ ድማ በቲ እቲ ፊደላት ናትና እቲ ቃላት ናትና ይመሃሩ በቲ ድማ እቲ ሙዚቃውን ስለ ዘለዎም ደስ ዝብሎ ማለት እዩ ሙዚቃ እንዳሰምዑ ክመሃሩ ይኽእሉ ማለት እዩ ሕጂ ናብታ ናይ ትምህርቲ ክመልሰኩም ምስ ትምህርቲ ግሉፅ ዝኾነ ዝርርብ ክህልወና ኣለዎ ሚስጥር ኣይንግበሮ ሓባእ ቁስሉ ሓባእ ፍውሱ ከይንኸውን ኣብ ሰዓቱ ነዚ ነገር እዚ ተረዲእና ክንሰርሓሉን ክንዓየሉን ይግባኣና ንኣፍልጦ እውን ፅቡቅ እዩ እንተድኣ ፈሊጥካ ነብስኻ ትሕግዝ ነቲ ኣብ ጎንኻ ዘሎ ሰብ ከኣ ትሕግዞ ግድን ኣብ ውሉድካን ኣብ በዓል ቤትካን ኣብ በዓልቲ ቤትካን ጥራይ ኣይኮነን ዋላ ንኻልእ ሰብ ውን እንተድኣ ኣፍልጦ ጸኒሕካ ክትሕግዝ ክኢልካ ኣዝዩ ሰናይ እዩ ምኽንያቱ እዞም ከምዚ ዓይነት ዓበይቲ ይኹኑ ንኣሽቱ ብጣዕሚ ኢና ንሽገርን ዝሽገሩን ስለዚ ሽግር ሰብ ምፍታሕ ድማ ኣዝዩ ጽቡቕ እዩ። ደቂ ሰባት ክንፍጠር ከለና ነንሕድሕድና ክንተሓጋገዝን ክንዳጋገፍን ኢና እሞ በቲ ንኽእሎ ንጽዓር ክብል ደልየ እየ። ስፖርት ዝሰርሓሉ ቦታ ድዩ ዝጎየሉ ድዩ ዝንቀሳቀሰሉ ድዩ በቃ ነፃ ኮይኑ ዝንቀሳቀሰሉ እኹል ምንቅስቃስ ክረክብ ክኽእል ኣለዎ ብድሕሪኡ ድማ ዕረፍቲ ዝዕርፈሉ ሰዓት ድማ ፍሉጥ ሰዓት ክኸውን ይግብኦ ክዕርፍ ድማ ኣለዎ ክብል ደልየ ማለት እዩ ዘለና ብድሕሪኡ ኣብታ ናይ መወዳእታ ክብላ ዝደሊ እንታየ እዚ ምስ ናይ ገዛ ሓኪምና ውን ክንዘራረበሉ ንክእል ኢና ምክንያቱ ንዓና ትሬኒን የድልየና እዩ ከም ወለዲ ነቲ ውሉድ ውን ትሬኒን የድልዩ እዩ ሓንቲ ነገር ሲ እንተ ሓሪቅካስ ቀስ ኢልካ ክትእርሞ ፈትን ዝብል ዘረባ ተዛሪብና ኣብ ሕርቃን እንተ ሃሊካ ጌጋ እንተ ተፈጺሙ መቸም ድስማዓና ስሚዒታት ኩላህና ንፈልጦ ኢና ክንክእሎ እንተ ኮይና ግን ብዛዕብኡ ውን ክንመሃርን ክንፈልጥን ኣለና ስለዚ ንወላዲ ትሬኒን የድልዮ ነቲ ውሉድ እውን ከምኡ የድልዮ እየ ክብል ደልየ ናይ ሎማዓንቲ ቪድዮይ እዚ ዝብሎ ዘለኹ ግን ናብ ሓኪም ኬድካ እሱ ሕሊፍካ እቲ ዝግባእ ትሬኒ ንዓኻ ክወሃበካ ስልጠናታት ነቲ ውሉድካ እውን ከምኡ ክኸውን ስለ ዝነውሕ መጀመርያ እዚአን ኣብ ገዛ ንጠቐመለን ብዛዕባ እታ ናይ ፕሮግራም ትምልከት ድማ ኣብ ዝቕጽል ቪድዮ ሰሪሐ ከምጻልኩም እየ ከመይ ጌርና ፕሮግራም ከም ንገብረሉ ምክንያቱ ምስዚኣ ክሕውሳ እየ ደልየ ነይረ እንተኾነ ግን ኣዝዩ ክነውሕ ስለ ዝኾነ እሳ ካልእ ግዜ ከቕርባ እየ ማለት እዩ ልክዕ ከምቲ ዝበልክዎ እቲ ቀንዲ ዕላማና እቲ ቀንዲ ናህና ተገዳስነት ኣብቲ ክፍለጥ ዝግብኦ እሞ ኸኣ ኣብቲ ኣካላውን ኣእምሮኣውን ጥዕና ክህበና ድኽእል እንታይ እዩ ጸገም ዝኾነና ዘሎ? ኣብ ህይወት ኣብዚ ዘለናዮ ስደት ካብ ዝብል ዝተበገሰ ኢና ኣብዚ ቻነል እዚ ከምቲ ልክዕ ንዘራረብ ኢልናዮ ዘለና ክንዘራረበሉ ንደሊ ጠቓምን ሃናጽን ዝኾነ ነቲ ዘለናዮ ብድሆታት ከመይ ጌርና ንገጥሞን ንሰግሮን ዝብል ጥራይ ኢና ክነቕርብ ንደሊ። ነዚ ክትሰምዑ ዝደለኹም ኩሉ ግዜ ብሰላም ምጹ። እቶም መጺኹም ዘለኹም ድማ ስለ እቲ ትገብሩልና ኣኽብሮት፣ ስለቲ ትገብሩልና ሃናጺ ዝኾነ ርእይቶታትን ሓሳብኩምን ካብ ልቢ ከየመስገንኩኹም ኣይሓልፍን። ኣነ ከምዚ ይፈልጥ እየ ወይ ከዓ ከምዚ ሰሚዐ ነይረ እዚ ነገር እዚ ሰብ ክጥቀመሉ እዩ እንተ ኢልኩም እውን ዝጠቅም ስለ ዝኾነ ዝጠቅም ኢልና ኢና ንሕና እውን ግዜና ኣጥፊእና ብዛዕባኡ ደሊና ብዛዕባኡ ኣንቢብና ብዛዕባኡ ፂሒፍና ናባኹም ናብ ሰማዕቲ ነብሎ ዘለና እሞ እዚ ነገር እዚ ክጠቅም እዩ ትብልዎ ሸር በልዎ ሳብስክራይብ ላይክ እሱ ንዓኹም ኣይጎድኣኩምን እዩ ናይ ሎማዓንቲ ቪድዮይ ኣብዚኣ ክዓጹ እየ ብካልእ ቪድዮ ክሳብ ንራከብ ኣኣብ ዘለናዮ ሰላም ኣምላክ ብዝሕ ይበለልና ቻው።